ኣብዚ ቅንያት ኣሸንዳ እዙይ ናይ ሎሚ ዓሰርተ ኣርባዕተ ዓመት ኣብ ሕቑፊ ህዝቢ ትግራይ ዓብዩ እውን ዓምቢቡ እውን ተማሂሩ እውን ንዝለዓለ መሪሕነት እውን በቂዑ ንህዝቢ ትግራይ ካብቲ ዝነበሮ ደርባውን ብሄራውን ጭቆና ንምውፃእ ንእስነቱ እውን ዝሃበ ናይ ባዕሉ ተራ እውን ቁልፊ ተራ ዝተፃወተ መራሒ ካብዚ ሓሊፉ ኣብ ናይ ኢትዮጵያ ዕብየት ልምዓት ኣብ ናይ ትግራይ ዕብየት ልምዓት እውን ናይ ባዕሉ ተራ ዝፀሓፈ መራሒና ነበር ጠቕላይ ሚኒስተር ተጋዳላይ መለስ ዘናዊ መበል 14 ዓመት እንዝክረሉ እዋን እውን እዩ ዝኸውን ዘሎ ስለዚ እዚ ዝኽሪ እዙይ ዝኽሪ ተጋዳላይ መለስ ክብርታትን ኣስተምህሮታትን መለስ ህላወ፣ ሉኣላውነትን መሰል ዓርሰ ውሳነን ንምውሓስ ብዝብል መራሒ ሓሳብ ኣብ መላእ ትግራይ ብዝተፈላለየ ምድላዋት እናተኸበረ ቀኒዩ ሰሙን ሙሉእ ፅባሕ ድማ ብዝደመቐ ብርኪ እቲ በዓል ዝበዓለሉ ኩነታት ክህሉ እዩ ማለት እዩ። ኣብዚ ግዜ እዙይ ናይ መለስ ተራ ክርእ ከለና ብብዙሕ መልክዑ ዘርዚርካ ዝውዳእ እውን ኣይኸውንን ብዙሓት መፃሕፍቲ እውን ክወፅኦ ዝኽእል ከምዝኾነ ኩላትና እንግንዘቦ ጉዳይ እዩ። መለስ ናይ ህዝቢ ትግራይ ናይ መሪሕነት ናይ ዓቕሚ ናይ ብስለት ጫፍ መግለፂ እዩ ነይሩ ኢልካ ክውሰድ ይከኣል እዩ። ህዝቢ ትግራይ ኣብ ብጣዕሚ ፈታኒ ኩነታት ኣብ ዝኣትወሉ ግዜ ብብቕዓት ዘለዎን ብስለት ዘለዎን መሪሕነት መሪሑ ንህዝቢ ትግራይ ካብ ሓደጋን ካብ ብርሰትን እናውፀኣ ዝኸደ ተጋዳላይ እዩ። ነቲ ሀዚ ዘሎ ኩነታት እውን ዓብዪ ትምህርትን ዓቕምን ሞራልን ኮይኑ ከገልግለና ዝኽእል ኣስተምህሮታትን ክብርታትን እውን ዝገደፈ ተጋዳላይ እዩ ኢልና ክንወስድ ንኽእል ኢና። ንህዝቢ ትግራይ ጥራሕ ዘይኮነስ ንመላእ ኢትዮጵያ ኢትዮጵያ ኩላትና ከም እንፈልጦ ብድኽነት ብጥሜት ብኩናት እትፍለጥ ዝነበረት ዓዲ እያ ካብዚ ከምዚ ዝበለ ኩነታት ብዝሐሸ ብርኪ ወፂኣ ንተኸታተልቲ ዓመታት እውን ብልምዓት ኣብነት ናይ ዓለም ኮይና ክትረኣ ዝኸኣለትሉ ኩነታት ነይሩ። ብህውከትን ዕግርገርን እትፍለጥ ዝነበረት ዓዲ ናይ ባዕላ ሰላም እውን ሓልያ ንናይ ካልኦት ዓድታት ሰላም እውን እትሰርሕ ሃገር ኮይና ክትወፅእ ዝኸኣለትሉ ኩነታት እውን ከምዝነበረ ይፍለጥ እዩ። ካብዚ ሓሊፉ ዴሞክራሲያዊ ስርዓት ኣብ ምህናፅ እውን ናይ ባዕላ ተራ እተፃወተት ዓዲ እያ ማለት እዩ። ኣብዚ ከምዚ ዝበለ ጉዕዞ ናይ ኢትዮጵያ ናይ ተጋዳላይ መለስ ተራ ብጣዕሚ ልዑልን ዓብይን ከምዝነበረ ኩላትና እንፈልጦ ጉዳይ እዩ። ይኹን እምበር ብዝበፅሐ ኹነታት ያው ኣብ ቒድሚ ዓሰርተ ኣርባዕተ ዓመት ካብዚ ዓለም ብዙይ ያው ብመስዋእቲ ዝተፈለየና መራሒና ከምዝኾነ ይፍለጥ እዩ ማለት እዩ። ንህዝቢ ትግራይ ካብዙይ እንወስዶ ትምህርቲ መሪሕነት ትግራይ ይኹን ህዝቢ ትግራይ መንእሰይ ትግራይ ኩሉ ማሕበረሰብ ክፋል ማሕበረሰብ ትግራይ ካብ ናይ መለስ መሪሕነት ነስተምህሮን ክብርታትን ክንወስዶም ዝግብኡና ነገራት ፈተንቲ ኹነታት ከጋጥሙና ከለው ሓድነትና ኣሰጣጢምና ውሽጣዊ ዓቕምታትና እውን ኣደልዲልና፣ ውሽጣዊ ምርኮሳታትና እውን ብዝሐሸ ብርኪ ናብ ዝሐሸ ደረጃ ኣሰጋጊርና፣ ስንና እውን ነኺስና ተቓሊስና ካብዚ ኩነታት እዙይ ምውፃእ ዝብል ካብ መለስ እውን ዝተምሃርናዮ ብቐንዱ ድማ ናይ ህዝቢ ትግራይ ቁልፊ መለለይ ተገይሩ ክውሰድ ዝኽእል ታሪኽን ሓድግን እዩ ኢልና ክንወስዶ ንኽእል እዩ። ስለዚ በዚ ደረጃ እዙይ ካብዚ ኣቲናዮ ዘለና ከም ህዝቢ ንክንበርስ ከም ህዝቢ ክትነብሩ ኣይፍቀደኩምን ክትበርሱ እዩ ዘለኩም ኢሉ ዝህንደድ ዘሎ ፀላኢ ተቓሊስና እውን መኪትና እውን ዓርስና ተኸላኺልና እውን ሃለዋትና ክነውሕስ ቀፃልነትና እውን ክነውሕስ ካብ ናይ መለስ ኣስተምህሮ ብዙሕ ነገር ኢና እንመሃር እሞ በቲ ደረጃ ንሱ ሀዚ እውን ሞራልናን ሓድነትናን ዓቕምናን ውሽጣዊ ዓቕምናን ብዋናነት ናይ ባዕልትና ዓቕሚ ኣብ ውሽጢ ንሃሎ ብደገ ንሃሉ ኩላትና ተሓባቢርና ካብዚ ዘሎ ኩነታት እዚ ንክንወፅእ ቃልስና ክነሐይል ከም ዝግበአና ኢና ትምህርቲ ክንወስድ እንኽእል ማለት እዩ።